ሰላም ሰላም ክቡራት ተኸታተልቲ ኤሪዋይ ኬቴክ ሎማዓንቲ ሒዝናልኩም መፂና ዘለና መደብ ከመይ ጌርና ዝጠፍአት ሞባይልና ክንረክብ ካብ መጀመርያ ስጋዕ መጨረሽ ናይ ዝጠፍአት ሞባይል ኣረኻኽባ ወይ ከዓ ሌኬሽና ከመይ ጌርና ከም ንፈልጥ ከመይ ጌርና ከም ንዓፅዋን ሎማዓንቲ ክንርኢ ኢና ስለዚ ካብ መጀመርያ ስጋዕ እዛ መጨረሻ ናይዛ ቪድዮ ክትርእዩ እንዳዓደምኩ ሳብስክራይብ እንዳገበርኩም ውን ናትና ፋሚሊ ክትኮኑ ትኽእሉ ኢኹም። ንኣብነት ሕጂ ንምርኣይ ዝኣክል ንዓኹም ንክርዳኣኩም እዛ ሞባይል ከም ዝጠፍቐት ኣርጌን ጌርና ክንቆጽራ ኢና ካብ ዝቐጺልና ሽዑኡ እዛ ሞባይልና ከም ዝጠፍዐት ምስ ቆጸርናያ ብካልእ ሞባይል ወይ ከ ብካልእ ላፕቶፕ ተጠቒምና ነዚኣ ሞባይል ክንረኽባ ክንፍትን ኢና ወይ ከዓ ከምቲ ሪንግ ከም ትገብር ከምኡውን ሎግ ከም ትገብር ክንገብራ ኢና ብሓንሳብ ማለት እዩ እዚ ቅድሚ ሞባይልና ምጥፋኣ ኢና ንጥቀመሉ ቅድሚ ሞባይልና ምጥፋኣ ክንገብሮ ዘለና ነገር እየ ክርእኩም ኣብዚ ሴቲንግ ንኣቱ ኣብ ሴቲንግ ምስ ኣተና ፋይንድ ማይ ፎን ወይ ከ ፋይንድ ማይ ሞባይል ዝብል ኣብዚ ሰርች መግበሪ ፋይንድ ማይ ሞባይል ዝብል ሰርች ንገብር ሽዑኡ ንጥውዖ ፋይንድ ማይ ፎን ከምዚ ትሪኦ ዘለኹም ናተይ ኣቐዲመ እቲ ኢሜይለይ ስለ ዝመላእኹሞ ስለ ዝመላእኽዎ ከምዚ ዘምፃለይ ንዓኹም ግን ስለ ዘይመላእኹሞ ወይ ከ ተዘይመልእኹሞ ክራይተርያ ኣሎ ወይ ከ መስፈርቲ ኣሎ ነቲ መስፈርትታት ኩሉ ኢሜይልኩም መሊእኹም ነዚ ትሪኦ ዘለኹም ኦንኦፍን ከምኡ ኣብዚ ንኣብነት ሕጂ ኣላው ዲስ ፎን ቱ ቢ ፋውንድ ንክርከብሲ እዛ ሞባይል ኣለው ፍቐደላ ይብለኒ ኣሎ ኦን ኦር ኦፍ ስለዚ ኣነ ክርከብ ስለ ዝደሊ ምስ ጠፍአት ኦን ይገብራ ከምኡ እውን ሰንድ ላስ ሎኬሽን ሎኬሽን ኣበይ ከም ዘለወን ክትነግረካ ትኽእል እያ ኦፍላይን ፋይንዲንግ ዝብል ኣሎ ሪትሪቭ ኮልስ ን ሜሴጅስ ዝብል ከምኡ እውን ኣሎ ማለት እዩ ኣነ ሕጂ እዚ ኢሜይለይ ስለ ዝመላእኽዎ እዩ እምበር ከምዚ ይኮነን መጀመርያ ዝመፀልካ ንዓኹም መጀመርያ ኢሜይልኩም እዩ ምልኣዮ ክፍለኩም ስለዚ ንዕኡ ትመልእዎ ነዚ ኦን ኦፍ እውን ከምኡ ከምዚ ዝተመሳሰሊ እንዳረኣኹም ትመልእዎ ማለት እዩ ካብዚ ቀፂልና ኣብ ጎግል ፋይንድ ማይ ሞባይል ዶት ሳምሰንግ ዶት ኮም ኢልና ሰርች ንገብር ብዙሕ ዌብሳይታት እዩ መፃና ከምዚ ትሪኦ ዘለኹም ማለት እዩ ኣነ ሕጂ እዚኣ መጀመርያ ዘላ ስማርት ሊንክ ፋይን ሳምሰንግ ትብል ዘላ ንዓ ይጥውቃ ካብኡ ቀፂለ ዝገብሮ ነገር ሳይን ኢን ወይ ከዓ ናይታ ዝጠፍዐት ሞባይልና ኢሜይል እትበላ ስለ ዘለኒ ኣብዚኣ ጆሴ

ስለዚ ከምቲ ትሪኦ ዘለኹም ኣብዚ ከምዚ ትሪኦ ዘለኹም መጺለ ያለ ማለት እዩ እዚ ኣበይ ከም ትርከብ ጋላክሲ A12 ምዃና ኣብዚ ከኣ ኣለኩም ዘለዋ ቻርጂ ከምኡውን ሌኮሽና ከዓ ኣብዚ ከባቢ ከም ዘላ ይረኣዮ ኣብዚ ከም ዘላ ይሕብረና ኣሎ ስለዚ ኣነ እንታይ ይገብር ሕጂ እዚ ኣብዚ ንለኩም ኣብዚ ንኣብነት ሪንግ ዝብል ኣሎ ከም ሪንግ ማለት ጥሊ ጥሊ ከም ትብል ምግባር ማለት እዩ ንኣብነት ሕጂ ኣነ ብዚ ሪንግ ይገብር ኣብ ፐብሊክ ዘለዎ ወይ ከዓ ኣብ ህዝቢ ዝበዝሖ ሰባት ህዝቢ ዝበዝሖ ቦታ እንድሕር ኣልያ ደቲ ንእሽተይ ወላ እቲ ቦታ እቲ ትክክለኛ ሎኬሽና ተዘይፈለጥና በቲ ድምፃ ጌርና ንምርካብ ክንፍትን ንክእል ኢና ማለት እዩ ንኣብነት ሕጂ ኣነ ብዚ ሪንግ ተይለያ ስታርት ኣብዚ ይብል ከምዚ ትሪኦ ዘለኹም ሞባይል ኣይጠፈእትን ግን ከም ዝጠፈእት ኣምሲልና ኣብ ምስራሕ እዩ ንዓኹም ዝበለፀ ክንርድኣኩም ማለት እዩ ከምዚ ትሪኦ ዘለኹም ከዓ ሪንግ ትገብር ኣላ ኣብዚ ሕጂ ምስራሕ ክወ ስቶፕ ይብላ ካብኡ ቀጺልና ከ ኣብዚ ካልእ ሰብ ነካይ ረኺብዋ ወይ ከ ፋይንድ ገይርዋ ሽዑ ብቐላሉ ንካይ ከፍታ እንታይ ኢና ንገብር ኣብዚ ሎክ ንገብራ ንዓጽዋ ማለት እዩ ኣብዚ ሎክ ንገብር ሽዑ ኣብዚ ኮድ እቲ ንብሎ ንኣብነት ሕጂ ኣነ ሓደ ክልተ ሰለስተ ኣርባዕተ ይብሎ ኣብዚ ከዓ ከምኡ ኣረጋግጽ ይብለኒ ኣሎ ስለዚ ሓደ ክልተ ሰለስተ ኣርባዕተ ይገብር ሎክ ይገብራ ይሕዓፅ እየ ኣለኹ ማለት እዩ እና ርእኹም ሕጂ ንዓይ ኣብዚ እንታይ መፂኒ ኣለ በቲ ላፕቶፕ ሎክ ዝገብር እኳ ኣብዚ መፂለ ኣሎ ረኪበ ግን ሓደ ክልተ ሰለስተ ኣርባዕተ ኢለ ክኸፍታ ክእል እየ ማለት እዩ ናተይ እንተኾይና እንተዘይኮይና ግን ናይ ካልእ ሰብ እንድሕር ረኪብዋ ግን ሎክ ስለ ዝገበርናያ ስለ ዝዓፀናያ ክኸፍታ ኣይክእልን እዩ ብቐላሉ ማለት እዩ ኦኬ ስለዚ ከምዚ እንዳገበርና እታ ዝጠፈአት ሞባይልና ሪንግ ክንገብራ ንኽእል ክንዓፅዋ ንኽእል ኣብዚ ከዓ ትራክ ሎኬሽን ሎኬሽና ከዓ ብዝነለኩም ኣብዚ ከባቢ ዘላ ይሕብረና ኣሎ ስለዚ ኣብቲ ከባቢ ከይድካ ወይ ካብቲ ጥቃ ምስ በፃሕ ከለኻ ሪንግ ከም ትገብር ንገብራ ወይ ከኣ ድምፂ ካብ ተውፅእ ንገብራ ወይ ከኣ ሎክ ንገብራ ሳብ ካልእ ሰባት ከኣ ንኸይትንክፋ ወይ ከኣ ተንኪፉ ሒዝዋ ከኣ ንኸይከፍታ ምእንታ ሎክ ንገብራ ኣብዚ ከኣ ካልእ ሰብ ከኣ እቲ ኣብ ሞባይልና ውሽጢ ዘሎ ዳታ ንኸይርእልና ሬዝ ዳታ ንገብሮ ወይ ከኣ ዳታ ኩሉ ነጥፍኦ ማለት እዩ ኣብዚ ከዓ ትራክ ሎኬሽን ዝብል ኣሎ ኦኬ ትራክ ሎኬሽን ወይ ከዓ ሎኬሽና ንምፍላጥ ማለት እዩ ሕጂ ዝረኣ ትራክ ትገብር ኣላ እቲ ሎኬሽና ወይ ከዓ ዘለቶ ቦታ ንምፍላጥ ማለት እዩ ኣብዚ ሕጂ ኮኔክሽን ሕፅረት ስለ ዘሎ ክሳይ ክተብለኒ ክኣለትን ስለዚ ግን ንስኹም ነዚ ተጠቅምኩም ትራክሊኬሽን ስል ዘላ ኣብኡ ኣቲኹም ትክክለኛ ዘላቶ ቦታ ክትፈልጡ ትኽእል ኢኹም ኣብዚ ነለኩም እውን ዘላቶ ኣከባቢ ከምዚ እናገበርኩም እቲ ዘላቶ ቦታ ክትፈልጡ ትኽእሉ ኢኹም ማለት እዩ ኣብዚ ናይኹም እቲ ናይ ሰፈር ክሳያት ስለዚ እንዳቐረብኩም ኣብቲ ዘላቶ ፕሌስ ወይ ከ ኤርያ ናብኡ እንዳቐረብኩም ሪንግ ከም ትገብር ትኽእሉ ሎክ ከምኡውን ሬስ ዳታ ትራክ ሎኬሽን እውን ከምኡ ማለት እዩ ከምዚ እንዳገበርኩም ክትረኽብዋ ትኽእሉ ኢኹም ሞባይልኩም ስለዚ ክቡራት ተኸታተልትና ንሎማዓንቲ ዝሓዝናልኩም መደብ መደብ ከምዚ ክትሪእዎ ዝፀናሕኩም እዩ ነይሩ እዛ ቪድዮ ተፈቲኹማ ላይክ እንዳገበርኩም ከምኡ እውን ንካልኦት ንክበፅሖም እውን ሼር እንዳገበርኩም ካብ መጀመርያ ስጋዕ እዛ መጨረሻ ናይዛ ቪድዮ ስለ ዝረኣኹምኒ